ገለ ካብ ናይ ኣቦኻ ኣተሓሳስባኻ ንክቕይር ዝገበሮ ነገራት እንተሎ ወይ ትዝክሮ እንታይ ዓይነት ኣተሓሳስባ ክህልወካ ኣለዎ ኢሉ ይመኽረካ ነይሩ እስከ ምስዚ ናይ ሕጂ ናይ ስድራኻ ወዲና ናባኻ ክነኣቱ ኢና ንስኻ እውን ቀሊል ተመክሮ ስለ ዘይብልካ ግን ዝግበኦም ከዓ ስለ ዝኾኑ ቁሩብ ግዜ ክንህቦም ደስ ይብለኒ
ንይ ቲንክ እታ ድበልካ ሪማርክ ፅብቕቲ እያ እቲ ዓይኒ ዓይንኻ እንዳሓለወ ኮፍ ምባሉ ምሳኻ ገለ ደይኮነ እቲ መልእኽቲ እዩ ሶ ንበል ንኣብነት ንዓይ ካብ ናይ ኣቦይ ኩሉ ግዜ እቶም መቕርበይ ዘባት ገለ ንዕልሎ ነገር እዩ ብዛዕባ ኣቦይ ክዛረብ ከለኹ ዳርጋ ኣቦይ ኣይመተን ንዓይ ምክንያቱ እቶም ንዓይ ንዋት ድኾኑ፣ መሳጋገሪ ክኾኑኒ ድኽእሉ ገና ብንእሰይ ከለኹ ኣትሒዝኒ እዩ። ንኣብነት ቀዳመይቲ ብዛዕባ ኣብ ነብስኻ ምስራሕ ክመጽእ ከሎ እዚ ኩሉ ጽዒሩ ምሻሎ ገና ንእሽቶይ ከለኹ ኣብ ኤለትሪሲቲ ባዕለይ ዓስራይ ክፍሊ ተምሃራይ ከለኹስ ብዛዕባ ኤለትሪሲቲ ኢንስታሌሽን ዓቕሚ ገይረ ኩንትራት ወሲደ ገዛ ኢንስታል ገይረ ገለ ክኸደሉ ዝኽእል ደረጃ ምስ ሰባት የራኽበኒ ምስ ኤክስትሪምሊ ዕውታት ዝኾኑ ሰባት የራኽበኒ ካብኡ ሓሊፉ ግን ብዛዕባ ምንባብ ኣብ ልበይ ደሕደሮ ነገር ማለት እዩ ካብኣ ቀፂላ ትመፅእ ብዛዕባ እታ ምንባብ ትበሃል ነገር ኣብ ልበይ ደሕደሮ was invaluable እታ ዝዓበየት ነገር ንኣብነት ኣብታ ቀዳመይቲ መቐይሮ ኣብ ነብሰይ ዝተፈጥረላ እታ ሰቨን ሃቢትስ ኦፍ ሃይሊ ኢፌክቲቭ ቲን ትብል ማለት እዩ ምንህንህ ዝበለት መፅሓፍ ቀዳመይቲ ህያብ ብዛዕባ ምስ ሰባት ክሰርሕ ከም ዘለኒ ብዛዕባ ገዛ ርእሰይ ከሰጋገር ከም ዘለኒ ብዛዕባ ዜረ ዜረ ኣብ መጨረሻ ኣነ ብንፅል ክሓስበሉ ድኽእል ብዛዕባ ብድሆና ዳሕራይ ክዕልል እየ ብዛዕባ ስፐሲፊክልታ ብንፅር ምሕሳብ ወይ ከዓ ኢንዲፐንደንት ምዃን ማለት እዩ ብዛዕባ ውድድረይ ምስ ኣብ ዙርያይ ዘሎ ወዲ ክላሰይ ወዲ ኮፍ ምባሃልተይ ወዲ መሳርሕተይ ወዲ ዓደይ ደይኮነስ ምስ ገዛእ ርእሰይን ምስቲ ኣነ ክረኣየኒ ዘለዎ ምስቲ ራእየይ ምስቲ ዓይነይ ምስ ዓመትኩ ድረኣየኒ ነገራትን ምዃኑ ቅፅሊኖ መስኮት ክኸፍት እየ ቀፅል ኣለኹ ያ ሹር
ገለ ካብተን መባእታውያን ዝኾና ወይ ከዓ መሰረታውያን ዝኾና ነገር ንዓይ ኣቦይ ተትሓዘኒ ማለት እዩ ሶ ብዛዕባ ምንባብ ክመፅእ ከሎ ኣይ ቲንክ ብዙሕ ግዜ ኣብ ሕብረተሰብና እታ ብዙሕ ቃንዛ ትፈጥር ነገር እንድሕር ኣልያ ድበዝሕ ብፍላይ ነዚ ሕጂ ዘሎ ወለዶ ኣንባቢ ኣይኮነን ንድ እሱ ከዓ እቲ ድጋፍ ስለ ዘይተገብረሉ ወይ ከዓ ብድግባእ ደርእዮ ስለ ዘይረኸበ ይመስለኒ ከምኡ ድፍጠር ካብኡ ቀጺሉ ብዛዕባ ጂም ሮን ክዛረብ ኣይ ቲንክ ቅድሚ ሸሞንተ ዓመት ትሽዓተ ዓመት ኣነ ንስኻን ብዛዕባ ናይ መጽሓፍቲ ክንዛረብ ከለና እዛ ዓመት እዚኣ ክንደይ ኣጽሒፍ ኣንቢብካ ጆርጆ ገለ ትዝክሮ ኢኻ ኖ this is seven years ago ገለ ሎማ ዓመት ክንድዚ መጽሓፍ ኣንቢበ ቁጽሪ ኢና ንፈቅድ ነርና ግን we still well in tune ምስኡ ንዓና ንዓይ ደፋለጠኒ ኣቦይ ምስ ጂም ሮን ምስ በዓል ሊስ ብራውን እዚኦም ፖፕ ካርተር እዚኣቶም ሲ ኣብዚ ሰዓት እዚ እቶም ድበዝሑ ድበዝሑ ዕውታት ሰባት ድበሃሉ ሂወቶም ድተንከፍዎም ሰባት እዮም። ገና ኣብ ኤርትራ ኮይና ንኣሽቱ ኮይና ብዛዕባ ባምቦ ትሪ ክትሓስብ ከለኻ ኢትስ ናት ኦቨር ኣንቲል ዩ ዊን ገለ ክትሓስብ ደም ፍሬስ ዝበሃሉ እዚኣ ፈርስት ቲንግስ ሹድ ነቨር ቢ ኢን ዘ መርሲ ኦፍ ቲንግስ ዳት ማተርስ ሊስት ሹድ ነቨር ቢ ኢን ዘ መርሲ ኦፍ ቲንግስ ዳት ማተርስ ሊስት ከምኡ በቃ ቃል እታ ፍሬዝ ጥራይ ዋላ እቲ መጽሓፍ ብስነ ስርዓት ኣይረዳእኻ ከምኡ እቲ ዝነበረ ትዩን ገለ ማለት እዩ ሕጂ ዳዊት ዓርከይ ኣብ ጁባ ኣሎ ኣይ ዶንት ኖው ይርእዮ ኣሎ ኣይርእዮን እዚ ግን ዋላ ክጽሕፈለይ ከሎ ደብዳቤ ገለ ካብዚኣቶም ክጠቕሶም ኣሎ ሶ ናይ ኣቦ ተራ እቲ ምህላው ብስጋ ምህላው ድጽዕር ምዃኑ ገለ ጥራሕ ደይኮነስ ኣቦይ ምስ ከደ ኣይከደን ንዓይ እቲ ንዓይ ደድልየኒ ድህበኒ ዝነበረ ነገር ከም ብሓድሽ ኣይ ጎ ቱ ደይ ዋን ነተን መሰረታውያን ዋላ ሓደ ተቐየረ ነገር እል እቲ ኢንተንሲቲ ተቐይሩ ድሓር ከኣ ኣነ ኣብቲ ናተይ ራእይ በቲ ድተዋሃበኒ መሰረት ድኣ ልክሰርሕ ጀሚረ እምበር ሓድሽ ነገር ዋላ ሓደ ኣይገበርኩን ካብቲ ቦይ ከሎ ድገብሮ ድነበርኩ ጥራሕ ንዕኡ ተረዲኢኒ ኪንዮ ምንባብ ኪንዮ ምፍላጥ ክገብሮ ስለ ድጀመርኩ እዩ እቲ ፍልልዩ ሰብ ከምቲ ድበልካዮ ኳሊቲ ታይም ብጣዕሚ እቲ ኳሊቲ ብሉፅ ዝኾነ ግዜ ወይ ምኽሪ ወይ ኣብነት ክሰርዓልካ ምኽኣሉ ዓቢ ነገር እዩ ብዙሕ ነገር ምተንከፍኩ ብዛዓባ ናይዚ ዓንተወይ ደልዓልካዮ እዚ ሕጂ ኣብ ወለዶና ናይ ኣቦ ደይ ምህላው ድፈጥሮ ደሎ ሃጓፋት ኣይ ቲንክ ንድሕሪት ተመሊስና ብዙሕ ነገር ክንትንትን እኳ ንኽእል እንተኾና ድዓበየ ሽግርና ኣብዚ ሰዓት እዚ እታ መሰረታዊት ዝኾነት ነገር ማለት እዩ ኣቦነት ናይ ኣቦ ሓላፍነት ምሽ ኣሎ ኣቦኻ ስለ ዝነበረ ስለ ድመፅእ ፕሮቫይድ ስለ ድገበረ ፕሮቪደንስ ንሕና ክንፈልጥ ከለና ኣነ ንስኻን እንጀራማ እዩ ይመስለኒ ዝበዝሕ ግዜ ኣቦ ናይ ኣቦ ሓላፍነት ሰሪሑ ክመጽእ ማለት እዩ ኣነ ሰሪሐ መጽእ እስከ ቆልዑ ተዕቢ ዝዓይነቱ ኣቲቲድ እዩ ኣለሉ ከምኡ ግን ኣይኮነን ፕሮቪደንስ ኢዝ ሶ ማች ሶ እቲ ኣብ ኢሞሽናል ኢንተሌክቹዋል ብስነ ሓሳብ ብስምዒት ብንዋት ቀረብ ክህልዎ ከሎ እዩ ትቦ ኣቦ ክገብሮ ዝኽእል እምበር ሰሪሑ ብዙሕ ገንዘብ ሒዙ ስለ ዝመፀ ጥራሕ ማኒ ክና ባይ ኤቭሪቲንግ ዩ ኒድ ኢት ባት ዩ ክናት ባይ ኤቭሪቲንግ ዋላ ሓደ ነገር ገንዘብ ክገዝኦም ደይክእሉ ዓበይቲ ሃፍቲ ኣለዉ ንሶም ከኣ ካብ ወለድኻ ጥራሕ ክትረኽቦም ወይ ከኣ እምብዛ ካብ ተቕርቦም ናይ ኣቦ ኣብነት ዘለዎም ሰባት ጥራሕ ክትረኽቦም ትኽእል so እዛ ዝበልካያ ነጥቢ ኣነ ውን እሰማማዓለ ናይ ኣቦ ቦታ እንዳጎደለ ምስ መጸ ድፈረሰ ሕብረተሰብ ሒዝካ ትቕልስ ማለት ዩ እዚ ሕጂ ደለናዮ ደዓበየ ሓጓፍና ዳትስ ፕራይመሪሊ ንሳ ሕጂ ናይ ኣደ ቦታ ምጉዳል ገለ ክመስል ኣይደልዮን እየ ምክንያቱ ኣዴታት ኣደውን ካብ ናይ ኣቦ ተራ ድንእስ ስለትፃወት ገለ ኣይኮነን ግን ኣቦ ፕራይመሪሊ ከም ኣማፃፃና ሚት ኮንካ ኣለኻ
ሶሪ ድምፂ ከይምፅ እታ ትብላ ዘለካ ፐርፌክትሊ ኣብ ቦትኣ እያ ምክንያቱ ናይ ኣደ ተራ ኣይጎደለን ፅቡቃት ቆልዑ ይዓብዩ ኣለዉ እኮ ፊዚካሊ ኩሉ ነገር እኮ ይግበረሎም ኣሎ they look really good so እቲ ናይ ኣቦ ግን ከምቲ ዝበልካዮ እቲ እንጌራ ምምፃእ ጥራይ ኣይኮነ እቲ ኢንፍሉወንስ እቲ ፅልዋ ኢና ዝያዳ እቲ ኣብዚ ኸኣ እንታይ እዩ እቲ እቲ ኢኩዌሽን ክንገድፋ ኢና ደሓር ክንምለሳ ኢና this very very important ምክንያቱ ንዘሎ ጀነሬሽን ነቲ ኣቦ ኣቦ ንክኸውን ዝመሃሮ ኣቦ የለን ብሰንኪ ዝተፈጥረ ሃጓፋት መንእሰይ ከሎ ኣቦኡ ካብኡ ይፍለ እቲ ዝድለ ኮኔክሽንስ ኣይፍጠርን እታ ጓል ድማ ኣዲኣ ከምቲ ዝድለ ኣይጸለወታን ስለዚ ኩሉ ሰብ ብናቱ ዝመሰሎ እዩ ዝኸይ ዘሎ እቲ ዘለናዮ ቦታ ኸኣ ጽቡቕ ኣቦ ወይ ጽቡቕ ኣደ ክትከውን ዝሕግዝ ሕብረተሰብ ኣይኮነን። ተበታቲንካ ብሲስተም ተሓጊዝካ ቆልዑ ክትዕቢ ትኽእል ኢኻ ዝብል ዓይነት ማይንድ ሰት ዘለዎ እዩ። ንዓታቶም ሰርቭ ኣይገበሮምን ንዓና ንዓናኻ ሰርቭ ክገብረና ኣይክእልን እዩ። እቲ ቫልዩስ ናትና ካብቲ ምዕራባዊ ዓለም ፈሊና ክሳብ ዘይረኣናዮ ግን ክምለሶ ኢና።